ሰላም ዝኸበርኩም ተኸታተልቲ ናይ ቻነል ከመይ ቀኒኹም ናይ ሎም መደብና ብዛዕባ እታ ብዶክተር ጆርዳን ፒተርሰን ኣብ 218 ዓ ም ዝተደርሰት 12 ሩሉስ ፎር ላይፍ ወይ ከዓ 12 ሕግታት ህይወት ዘርእስታ ብዓለም ለኻዊ ደረጃ ተቐባልነት ዝረኸበት ኣብ ማሕበራዊ ህይወት ውልቃዊ ዕቤት ምስካም ሓላፍነትን ካልእን ብዕምቆት እተደስስ መፅሓፍ ክኸውን እዩ ነቶም ነዛ ቻነል ሓደሽ ዝኾንኩም መደባትና ጠቓሚ እዩ ኢልኩም እንተኣሚንኩም ሳብስክራይብ ብምግባር ቤተሰብ ኩኑ እንዳበልና ሰናይ ምክታል እታ ቀዳመይቲ ሕጊ መንኩብካ ንድሕሪት ብምግባር ትኽ ኢልካ ደው በል። እዚ ቀሊል ዝመስል ግን ከኣ ኣብ ስነ ኣእምሮኻ ጽልዋ ዘለዎ ኣቃውማ ኣካላት ነብስኻ ከመይ ጌርካ ትዛረብ፣ ትኸይድ፣ ኮፍ ትብል፣ ቀጥታ ምስ ሓንጎልካ ርክብ ከም ዘለዎ ዶክተር ፒተርሰን ይገልጽ። ሰጥ ዘይበለ ወይ ሕማቕ ኣቃውማ ምስ ዝህልወካ፣ ብቐጥታ ናብ ሓንጎል ናይ ፍርሒ፣ ሕፍረት፣ ካልእ ምስ ርእሰ ምትሓት ዝተሓሓዝ መልእኽቲ ከም ዝኸዶ ይገልጽ። መንኮብካ ንድሕሪት ሰጥ ምባል ኪንዮ'ቲ ንጽባቐ ኣቃውማኻ፣ ርእሰ ተኣማንነትካ ዘንጸባርቕ ምዃኑን ናብ ሓንጎልካ ዝኸይድ መልእኽቲ ድማ ኣወንታዊ ይኸውን። ካልኣይቲ ሕጊ፣ ንነብሰኻ ልክዕ ከም ንሓደ ሓላፍነት ወሲድካ ትንከባኸቦ ነገር ጌርካ ርኣያ። ብዙሕ ግዜ ኣብ ህይወትና ዘይፍለዩ ነገራት፣ ንቤተሰብና፣ ፈተውትና፣ የዕሩኽትና፣ ከምኡ ንናይ ገዛእ እንስሳታት ናትና ሓገዝን ክንክንን ምስ ዝደልዩ፣ ሓላፍነት ወሲድና ግቡእ ክንክን ወይ ሓገዝ ክንገብር ኢና። ኣብ ገለ ገለ ኣጋጣሚ ግን ንነብስና ከምቲ ንኻልኦት ንገብረሎም ሓገዝ ኣብ ምግባር ንሓምቕ ኢና። ዓርክኻ ወይ መጻምድትኻ ምስ ዝሓምም ወይ ምስ ትሓምም፣ መድሃኒት ብግቡእ ንኽወስዱ፣ መግቢ ንኽበልዑ፣ ካልእን ሓሎትያዊ ድፍኢት ንገብረሎም ኢና። ንነብስና ድማ ልክዕ ከምቲ ንኻልኦት ሓላፍነት ተሰሚዑና ንገብረሎም ግቡእ ሓልዮትን ክንክንን ክንህባ ይግባእ። እታ ሳልሰይቲ ሕጊ ምስቶም ናትካ ጽቡቕ ክርእዩ ዝደልዩ ሰባት ጥራይ ዕርክነት ፍጠር። ኣብ ዙርያኻ ዘለዉ ሰባት ንህይወትካ ኣዝዮም ጸለውቲ ምዃኖም ዝሕብር ፒተርሰን፣ ንዕብየትካን ዓወትካን ክርእዩ ዝደልዩ ሰባት እቶም ኣብ ህይወትካ ክትከስሮም ዘይብልካ የዕሩኽ እዮም። እቲ ምንታይሲ ወትሩ ምስኦም ኣብ ዘለኻሉ እዋን ሓንጎልካ ኣወንታዊ ሓይልን ውልቃዊ ዕቤትን ስለ ዝረክብ እዩ። ብኣንጻሩ እቶም ንርእሰ ተኣማንነትካ ከዕንዉ ዝኽእሉ የዕሩኽ ኣጸቢቖም ከየዕነዉኻ ከለዉ ካብ ህይወትካ እለዮም። ነብሰኻ ምስቲ ትማሊ ዝነበርካዮ መንነት እምበር ምስ ካልእ ናይ ሕጂ ሰብ ኣይተወዳድራ። ኣብዚ ዘመናዊ ህይወት እቲ ቀንዲ ጠንቂ ሕማም ነብሰ ምትሓት ኮይኑ ዘሎ ነብስኻ ምስ ካልኦት ምውዳር እዩ። ብፍላይ ማሕበራዊ ሚድያታት ብዝፈጥሮ ዘሎ ጸቕጢ ንብዙሓት ሰባት ዘይንሶም ኮይኖም ክዋስኡ ይገብሮም ከምዘሎ መጽናዕቲ ይገረጽ። እቲ ንሕና እንርእዮ ቪድዮ ኮነ ስእሊ ቀጥታ ምስቲ እንነብሮ ህይወት ምውድዳር ነብስና ኣትሒትና ክንርኢ ንገብር። ኣብ ክንዲ ብናይ ካልእ ሰብ ናብራ ተደሪኽካ ተስፋ ትቖርጽ፣ ትማሊ ከመይ ኔርካ ሎሚ ከመይ ኣለኻ፣ ትማሊ ዘይፈለጥካዮ ሎሚ ዝተማሃርካዮ፣ ኮታስ ዕለታዊ ለውጢ ኣብ ህይወትካ እናጸብጸብካ ብነብስኻ ኩራዕ። ሓምሸይቲ ሕጊ። ደቅኹም ንኸይትፈትውዎም ዝገብረኩም ነገር ክገብሩ ኣይተፍቅዱሎም። ቈልዑት ኣኽበርቲ ሰብን ሓላፍነታውያን ክዀኑ ገና ካብ ንእስነቶም ተዀስኲሶም ክዓብዩ የድሊ ይብል። ካብ ግዜ ህጻንነቶም ሕማቕ ጠባይ እናሃለዎም ሱቕ ኢልካ ምዕዛብ፣ ክንዲ ሰብ ምስ ኣኸሉ ኣብ ማሕበራዊ ህይወትን ውልቃዊ ህይወቶምን ዓቢ ሃስያ ክፈጥረሎም ከም ዝኽእል ይሕብር። ካብ ንእስነቶም ሓላፍነት ክሰከሙ ምግባር ንቕሓቶምን ርእሰ ተኣማንነቶምን መሰረት ምዃኑ ድማ ይኣምን። ሕጊ ቁጽሪ ሽዱሽተ። ቅድሚ ንዓለም ምንቃፍካ ገዛኻ ብግቡእ ሓዝ። ከምቲ ብልምዲ ኣብ ዓይንኻ ዘሎ ገፈል ከይኣለኻስ እንዳ ሟትካ ዝበሃል፣ ፒተርሰን እውን እንተኾነ ምስዚ ምስላ ዝተሓሓዝ ሓሳብ እዩ ዘለዎ። ኣእዳውና ናብ ካልኦት ቅድሚ ምውጥዋጥና ኣብ ገዛና ዘሎ ነገር ብኣገባቡ ከነጻፍፍን ክንውግንን ይመኽረና። እዚ ማለት ናይ ህይወትካ ሓላፍነት ምስካም፣ ገዛኻ ወይ መደቀሲኻ ካብቲ ዝደቐቐ ክሳብቲ ዝዓበየ ብጽሬት ምሓዝ፣ ናይ ሓዳርካን ፍቕራዊ ህይወትካን ሽግር ባዕልኻ ምፍታሕ፣ ህይወትካ ብምኽንያት ክትነብራ ከም ዝሕግዝ ገሊጹ። ሕጊ ቁጽሪ ሸውዓተ ነቲ ትርጉም ዘለዎ ሰዓቦ። ኣብዚ ግዜ እዚ ንህይወትካ ኣብ መጻወድያ ኣዕነውቲ ነገራት ክትኣቱ ምኽንያት ካብ ዝኾኑ ዓበይቲ ነጥብታት ኣብ ቀዳማይ ደረጃ ድስራዕ ማሕበራዊ ሚድያ እዩ። ብሰንኪ እዚ መጻወድያ ዕላማኻን ትርጉም ምንባርካን ክሳብ ዝጠፍኣካ ናብ ክትምለሰሉ ዘይተኽእል መንገዲ ይወስዘካ። ካብቲ ዝገርም ነገር እዚ መጻወድያ እዚ ካብ ምቹእነት ዝብገስ ኮይኑ ግዝያዊ ደስታ ዝፈጥር እዩ። እቲ ነባሪ ለውጥን ዕቤትን ክትፈጥረሉ እትኽእል መንገዲ ሓርጎዝጎዝ ዘለዎን ዘይምቹውን ምስ ምዃኑ ሰባት ብቐሊሉ ተጽፋ ይቖርጹ እሞ ናብቲ ግዝያዊ ደስታ ዝርከቦ መጻወድያ ይኣትዉ። ኣብ ትፈትዎ ሞያ ምስራሕ፣ ዋጋ ዘለዎ ስራሕ ምስራሕ፣ ትርጉም ዘለዎ ሪለሽንሽፕ ምፍጣር ገለ ካብቲ ምንጪ ናይ ነዊሕ ደስታ ምዃኑ ድማ ይገልጽ። ሻምነይቲ ሕጊ፣ ሓቂ ተዛረብ ወይ ከኣ ኣይትሓሱ። ሓቂ ንነብሰኻ ንሕብረተሰብካን ሰላም ዘለዎ ሂወት ክትመርሕ ቀንዲ መሰረት እዩ። ዋላ ውን ንጽቡቕ ዕላማኻ ኢልካ ሓሶት እንተተዛረብካ እቲ ንዕዑ ሒዙ ዝመጽእ ዕግርግር ግን ዘይተርፍ እዩ። ምስ ገዛእ ነብስና ኮነ ምስ ካልኦት ብቕንዕና ምቕራብ የድሊ። ዋላ ውን ኣብቲ ዝመረረ እዋናት ሓቂ ተዛሪብካ ነቲ ክውንነት ምግጣም ነባሪ ሰላም ይፈጥር። ቁጽሪ ትሽዓተ፣ እቲ ትሰምዖ ዘለኻ ሰብ ንስኻ ዘይትፈልጦ ንሱ ክፈልጥ ይኽእል እዩ ኢልካ ገምት። እዛ ሕጊ እዚኣ ብዛዕባ ትሕትናን ክፉት ኣተሓሳስባን እያ እትገልጽ። ኣብ ብዙሕ ኣጋጣሚ ካልኦት እናተዛረቡ እንከለዉ ኣብ ክንዲ ጽን ኢልና ምስማዕ ብዛዕባ ብድሕሪኡ እንታይ ክንዛረብ ንደሊ ንሓስብ። ወይ ድማ ኣብቲ ንሕና ክንብሎ ዝደለና ጥራይ ኢና ነተኩር። እዚ ድማ ምናልባት ምስቲ ናትና ዘይሰማማዕ ሓሳብ ምስ ዝህልዎ ብኣግኡ ክንነጽጎ ይገብረና። ዋላ እውን ካባና ዝተፈለየ ሓሳብ እንተለዎ ገለ ነገር ግን ክንመሃረሉ ከም ንኽእል ኣሚንና ምስማዕ የድሊ። ኣብ ኣዘራርባኻ ልክዕ ወይ ንጹር ኩን። ኣገባብ ኣዘራርባኻ ወይ ኣረዳድኣኻ ዘይንጹር ምስ ዝኸውን ናብ ዘይምስምማዕን ግጭትን ይመርሕ ይብል ፒተርሰን ኣብታ ናይ ዓስረይቲ ሕጉ። ብልክዕ መልእኽትኻ ከተሕልፍ ትጽገም እንተድኣ ኮይንካ፣ እቲ ዝደለኻዮ ነጥቢ ከየሕለፍካ ክትተርፍ ተኽእሎታት ኣሎ። እቲ ክትብሎ ዝደለኻ ናብ ሰብ ብንጹር ከተሕልፍ ምኽኣል ብዘይካ'ቲ ምስ ሰባት ትፈጥሮ ምርድዳእ፣ እትሓስቦም ነገራት እውን ከተነጽሮም ይሕግዘካ። ሕጊ ቁጽሪ ዓሰርተ ሓደ፣ ህጻናት ስኬትቦርድ ክጻወቱ እንከለዉ ኣይትረብሽዎም። ስኬትቦርድ ብህጻናትን መንእሰያትን ዝፍቶ ዓይነት ጸወታ ኰይኑ፣ ብተደጋጋሚ ክትወድቕ ዝገብረካ ዓይነት ጸወታ እዩ። ፒተርሰን ሓንቲ ካብተን ዓሰርተ ክልተ ሕግታት ክገብራ ዝፈተነ ደኣ እንታይ ኰን ይኸውን? ህጻናት ክጋገዩ፣ ክዕረዩ፣ ክወድቁ፣ ክትስኡ፣ ሪስክ ክወስዱ ምግዳፍ ሓደ ካብቲ ዝበለጸ ተመክሮ ናይ ህይወት ክህልዎም ምሕጋዝ ማለት'ዩ ይብል ፒተርሰን። ቆልዑት ባዕሎም ክመሃሩን ተመክሮ ክቐስሙን ምግራፍ፣ ዋላ እውን ኣብ ሓደገኛ ኣጋጣሚታት ንናይ መጻኢ ህይወቶም ሓያል ተጻዋርነት ክህልዎም ከም ዝሕግዝ ድማ ይገልጽ። እታ ናይ መወዳእታ ሕጊ ማለት ቁጽሪ ዓሰርተ ክልተ ኣብ ጎደና ድሙ እንተ ኣጋጢምካ ሓብሕባ። ዋላ እኳ ህይወት ብህውከትን ጸገማትን ዝተመልአት እንተ ኾነት፣ ነቲ ኣብ ኢድና ዘሎ ግን ከኣ የዕቢና ዘይንርእዮ ፍሉይ ተፈጥሮ ናይዛ ዓለም እናዘከርና ክንድነቕ ይግባእ። እንስሳ ዘቤት ገለ ካብቶም ኣብ ዓለምና ዘለዉ ኣደነቕቲ ፍጥረታት፣

መጽሓፍ ዓሰርተ ክልተ ሕግታት ሂወት ብሕጽር ዝበለ ጸሚቕና ዘደለና መደብ ነዚ ይመስል ኔሩ ሰለስተ ካብዘን ሕግታት ዝፈተኹመን ወይ ድማ ዘይትሰማምዑለን ኣየን ምዃነን ኣብ ቦታ ኮመንት ግደፉልና ነዛ ቪድዮ እንተፈቲኹማ ላይክ ሃብዋ እንዳበልና ኣብ ቀጻሊ ብኻልእ መደብ ክሳብ ንራኸብ ብሩኽ ቅነ